ናይ ሎም መዓልቲ እሞ ከዓ ናይ ሎም መዓልቲ ከዓ ክነግረኩም ኣይክእልን እየ ከመይ መሰለ ጥዕምቲ ስልጥቲ ደስ ትብለካ ኪሸ ሒዘ መፅየ ዘለኹ ሓደሽቲ ንዝኾንኩም እንኳዕ ብሰላም ናብ ልሙዛ ጃሃን መፃእኩም ነቶም ምሳይ ፀናሕኩም እንኳዕ ብሰላም ፀናሕኩም እምበኣር ብዙሕ ዓይነት ኪሽ እንዲ ዘሎ ብብዙሕ ጌርካ ስርሖ ትኽእል ዓይነት እንዲ ዘሎ ድሮ እውን ክልተ ኪሽ ሰሪሐ ኣለኹ ኣነ እውን ናይ ሽፒናትን ሓደ ከዓ ናይ ሽፓግል ገለ ዓይነት ክትማራ ደስ ትብለካ ኢዩ ኔሩ ካብኡ ሕልፍ ዝበለት ከኣ ናይ ሎሚ መዓልቲ ሒዚያ ዝመጻእኩ ናይ ጥሑን ስጋ ኢያ ክትከውን ነቶም ጾምና ዘለና ምስ ሰዓርና ነዞም ዘይጾምና ከኣ ንሕጂ ደስ ክትብለና ተስፋ እንዳገበርኩ ቅልጥፍ ኢለ ናብ ኣሰራርሓኣ ከብለኩም ኢየ እምበር መጀመርታ ጥሑን ስጋ ከም ዝረኣናዮ ክንዓቐ ናትና ናይ ላም ጥሑን ስጋ ኢየ ተጠቂመ ካልእ እዚ ከኣ ፑሬ ፖሬ ከኣ እንድሕር ሃሊና ጽቡቅ ተዘይኮይኑ ከኣ ዋላ ሽጉርቲ ጥራሕ ክንጥቀም ንክእል ኢና ንዑኡ ከኣ ሓንቲ ተጠቂምና ክሳብ ፍርቂ ምትኑ ሰበልና ድሕሪኡ ደሎ ሓመድ ኣለዎ ኩሉ ኮብ ሓንሳብ ክንሓጽቦ ኢና ግን ክሳብቲ ፍርቂ መዓንጥኡ ደሓን እዩ ድሕሪኡ ደሎ ግን ብጣዕሚ ሓመድ ስለ ዘለዎ ንመጀመርታ ንበይኑ ንዑ ገይረ ሓጺበዮ ካልእ ከኣ ንኩሉ ብሓንሳብ ሕውስ ኣቢለ ከኣ ክሳብቲ ሓመዱ ድእለ ሕጽብ ኣቢለ ከኣ በዚ ናይ ሰላጣ ገይረ ከኣ ኣንቂጸዮ ማለት እዩ ካልእ ብተወሳኺ ኣጉለ ኣጉለ ከኣ ከምኡ ምትር ኣቢልና ኣዳሊና። ካልእ ነዚ ኣጉለ ጽቡቅ ጌርና ጥራሕ ብጨርቅሪና ዋላ ብገለ ጌርና ኣንቅጽ ኣቢልና ንወልውሎ እምበር ክንሓጽቦ የብልና እንተ ሓጺብናዮ ብጣዕሚ ብዙሕ ማይ እዩ ዝገብር ድሕሪኡ ነቲ ኪሽ ከማናይ ኣይሒዘልናኒ ጽቡቅ ጌሩ ከምዚ ንቐጽ ዝበለ ኮነልና ኣይክእል ድዩ ማይ ስለ ዘለዎ ብዙሕ መኣታን ማይ ከይበዝሖ ማለት እዩ ብዝኾነ ተመሊስና ከኣ ስጋና ከምዚ ጌሩ በሲሉ እዩ ኣክለ ምስ በልናዮ ነቲ ሓጺብና መቲርና ጻፊፍናዮ ዝጸናሕና ፑሬ ከኣ ጌርናሉ ድሕሪኡ ብዙሕ ኣይኮናን ሓዊ ንህርሞ ምልስ ምልስ እንዳበልና መጺና እንዳኾስና ንሪኦ ንእሽተይ ቁሩብ ሓው ተሃሪሙ እዩ ምስ በልናዮ ከኣ ነቲ መቲርና ደሊናዮ ዝጸናሕና ኣጉለ ወይ ከኣ ቃንጥሻ ከኣ ብልዕሊኡ ንገብረሉ ማለት እዩ። መግቢ ዝኾነ ከነዳሉ ከለና እንድሕር ደኣ እቲ ኣስቤዛ ደድልየና ብሙሉኡ ዋላ ክሳዕ ማይ ከይተረፈ ጨው ድዩ ገለ እንድሕር ኣብ ጥቓና ጌርናዮ ሃሊና ቀቀልጢፍና ጥራሕ ምእታው ስለ ዝኾነ ኣየዶንግየናን እዩ ዝኾነ ዓይነት መግቢ ክንሰርሕ ከኣ ኣይህክየናን እዩ እቲ ጥቅም ዘበልናሉ ከኣ ቀቀልጢፍና እንድሕር እእቲናዮ ቀልጢፉ ክውገነልና ይኽእል እዩ ካልእ ብላዕሊ ከኣኒ ሓርጭ ጌርናሉ ዝኾነ ሓርጭ ክልተ ማንካ ሓርጭ ይኸውን ብላዕሊ ጌርናሉ ትትሕዝ መታን ከብል እቲ ሶሰ ካልእ ኤክስትራ ሶሰ ንሰርሓሉ የብልናን ጥራሕ ንሱ እዩ ስለዝኾነ ከኣ ቁሩብ ሓርጭ ከኣ ገይረሉ ድሓር ቁሩብ ክሳብ ጽቡቅ ገይሩ ተሃሪሙ እዩ ንብረት ሓርጭ ጽንሕ ኢልና ከኣ ሓዊ ትሕት ኣቢልና ክሳብ ድህርም ተጸቢና ዛነ ክልተ ሚእቲ ሚሊ ሊትርን ጸባን ከኣ ገርናሉ ማለት እዩ ግድን ኣይኮነን ሓደ ጸባ ሓደ ዛነ ክኸውን እንተዘይብልና ጸባ ተልዩና ጸባ ኣዛነ ተልዩና ከኣ ዛነ ጥራሕ ንገብረሉ ማለት እዩ። ብዝኾነ ክልቲኡ ከክልተ ሚእቲ ሚሊትል ከኣ ኣርባዕተ ሚእቲ ሚሊትል ጌርናሉ። ካልእ ከም ተወሳኺ እንታይ እንታይ ከም ዝተጠቀምኩን ወይ ከኣ ኣስማቱን ዓቐኑን ኣብቲ ታሕቲ ዲስክሪፕሽን ቦክስ ስለ ዝገድፎ ከምዚ ንውሕ ዝበለ ዓይነት ሱታተን እንድሕር ኮይኑ ቸክ ንግበሮ ኢና ክንሰርሕ ከለና መታን ቅልል ክብለልና ይኣኽለይ ምስ በልናየ ከምዚ ኢሉ ከዓኒ ነንእሽተይ ብዙሕ ግዜ ኣይኮንኩን ሓዊ ድህርሞ ዘለኹ ክሳብ መዓት ጥራሕ ኢለ ነንእሽተይ ሓዊ ምስ ተሃረመ ድሒሩ ኣብ ባኮፎን ስለ ዝኣቱ ከዓ ይኣኽለይ ምስ በልኩ ከዓ ሚእትን ሓምሳን ግራም ከዓኒ ሻፍስኬዝ ከዓ ብላዕሊ ገይረሉ ማለት እዩ ድሓር ንቀመማት ዝምልከት ከዓ ጨው ጨው ኣይነብዝሓዮ ድሓር መታን ከይበዝሓና እቲ ሸፍስ ኬዘ ጨው ስለ ዘለዎ ብጣዕሚ ብዙሕ ጨው ስለ ዘለዎ ካልእ እዚ ከዓ ቱምያን ቱምያን ከዓ ፍረሽ ሸሊና ፅቡቅ ንቑጽ እዩ ነይሩ ንንዓይ ንቑጽ ጌርናሉ እዚ ሕጂ ንሓኮ ዘለና ከኣኒ ምስ ካትኑስ ምስ ካትኑስ ከኣ ጌርናሉ ማለት እዩ ሰለስቲኡ ካልእ ብዙሕ ቀያም ኣይገበርናን ብድሕሪኡ ንዕኡ ቁርበ ሓው ከረም ግድፍ ኣቢልና ከኣኒ ነቲ ሶሰ ንእሽተይ ሶሰ ብላዕሊ ንገብረሉ ኣሎ ንዑ ሽማ እንዲና ክንጥቀም መታን ጽቡቅ ገይሩ ዳሕራይ ክሕዘልና መታን ማለት እዩ ሓንቲ ሽማንድ እዚኣ ናይ ክልተ ሚእቲ ግራምን ሓንቲ እንቃቑሖን ከዓ ገይርናሉ ማለት እዩ ንዕኡ ብሓንሳብ ኣሰማማዕ ኣቢልና ብላዕሊ ክንገብረሉ ኢና መኽፋት ኣቢኒ ከምዚ ምውፃእ ኣቢኒ ብላዕሊ ንዕራ ከምዚ ጌርካ ቀዳ ኣቢልካሉ ንፋስ ስለ ዝኣትዎ ቀልጢፉ ይምልኦ ዝብል ብዝኾነ ሓንቲ ሽማንደን ሓንቲ እንቃቆሖን ከኣኒ ሃሪምና ሰማሚዕና ክንገብረሉ ኢና። ጽቡቅ ጌርና ክሳብ እቲ ስምምዕ ኣቢልና ኣብ ሓደ ሕብሪ ዝመጸልና ከኣኒ ክንሃርሞ ኢና ጽቡቅ ጌርና ማለት እዩ። ዋህ ጌና ኣብ ከምዚ ከሎ ጌና ከይተሰርሖ ከሎ ከምዚ ኢሉ ምስ ጨነወካ ባን ጌርካ ከለካ ብላዕ እዩ ዝመፀካ ናይ ብሓቂ ከጥዕም መዓት ይጨኑ እንድሕር ደኣ ከምዚታት ሰሪሕና ዘይንፈልጥ ኮይና ወይ ከዓ ዘይፈተናዮ እንተ ደኣ ኮይና ብሰብ ክትሪኦ ከለካ ከቢድ ነገር ኮይኑ ስማዕካ ብጣዕሚ ይቀሊል እንድሕር ድኣ ጀሚርናኻ ኩሉ ግዜ ስራሕ እዩ ዝመጸካ ብዘይ ንሱ ከኣ ካልእ ሓዱሽ ነገር ምፍታን ወይ ከኣ ምጥዓምካ ጽቡቕ እዪ ግድን ሰሪሕና ንፈትኖ ዋላ እቲ ቅድሚ ሕጂ ዝኾነ ዓይነት ከምዚ ጻዕዳ መግቢ ዝመስል ሰሪሕና ዘይንፈልጥ እንተ ድኣ ኮይና ማለት እዩ ማራ እዩ ጥዑም ካልእ ምፍታን ድመስልዎ ከኣ የለን ብዝኾነ ከምዚ ጌርና ከኣ ነቲ ሽማንድን እንቃቑሖን ኣዳሊናዮ ዝጸናሕና ከኣ ብላዕሊ ጌርናሉ ድሕሪኡ ብዙሕ ሓዊ ነህርሞን ኢና ንእሽተይ ሓዊ ምስ ሃረመት ስምዕምዕ ምስ ኣበለ ከኣ ከነውርዶ ኢና ማለት እዩ። ካልእ ነቲ ታይግ ዝምልከት ቅድሚ ሕጂ ሰሪሐ ነይረ ሓንቲ ናይ ሽፒናትን ሓንቲ ከዓ ናይ ሽፓግልን ከም ዝድበልክዎ እዛ ሕጂ ዝገብረ ዘለኹ ከዓኒ ናይ ክፈክ ኡል ታይግ እያ ቅድሚ ሕጂ ሰሪሐያ ዝነበርኩ ቪድዮ ኣብዚ ላዕሊ ክገድፈልክን እየ ምናልባት ነታ ናይ ክፈክ ኡል ታይግ እቲ ታይግ ወይ ከዓ እቲ ቅጫ እዚ ሰሪሕና ዘይንፈልጥ እንተደኣ ኮይና ከመይ ጌርካ ከም ዝስራሕ ምናልባት እቲ ቪድዮ ከይበዝሕ ኣሚን ከይነውሕ እሞ ብዙሕ ከይከውን ወይ ከዓ ተደጋጋሚ ከይከውን ብምባል እቲ ቅጫ ከዳልዎ ከለኹ ዘይሰራሕኩሉ ቪድዮ ማለት እዩ። ብዝኾነ ግን ኣብ ላዕሊ ክገድፈ ወይ ኣብ ታሕቲ ክንረኽቦ ንኽእል ኢና ከመይ ጌርና ታይ ከዓ ከነዳልዎ ንኽእል። ካልእ ብተወሳኺ ካልእ ዓይነት ታይ ከነዳሉ ተደሊና ከዓ ኣብ ናይ ሽፓግል ከዳሉ ከለኹ ብናይ ጠስሚ ዘዳለኹ ከዓ ኣላ ንዓኣ ከዓ ክንሪኣ ንኽእል ኢና። ክልተ ዓይነት ታይክ ኣዳልየ ኣለኹ ማለት እዩ። እዛ ሕጂ ንጥቀመላ ዘለና ግን ክቫክዩል ታይግ እያ ትበሃል ብናይ ክቫክ ጌራ ዝተሰርሐት እያ ብዝኾነ ናይ ሓንቲ ጥራሕ ኔራ እታ ዓቐን ከኣ ከምዚ ጌረ ከኣኒ መጀመርታ ናብቲ ከምዚ ራእናይ ከምዚ ናይ ፒሳ ንሰርሓሉ ቁሩብ ስጥጥ ስጥጥ ኣቢለዮ ድሕሪኡ ከኣ ኣብዚ ናይ ኪሽ ንሰርሓሉ ፎርም ጌረ ከኣ ኣብኡ ዳልየያ ማለት እዩ በቲ ወሰን ወሰኑ ጋህጋህ ዝበለ ከይኮንካ ጽቡቅ ገይረ ኣልግብ ምስ ኣበልክዎ እቲ በቲ ናቱ ጎኒ ጎኒ ብድሕሪኡ ሽዕኡ እቲ ቅርጺ መታን ክወጽእ ከኣ በዚ ክሰጠሉ ጸናሖ ገይረ ከኣ ክርት ክርት ኣቢሉ እየ ግዝፍ ዝበለ ተደኣ ኮይኑ እቲ ቅጫ ብዝያዳ ተቆርጹ ጽቡቅ ይኾነልና ብዝኾነ እታ ናተይ ኣዳልያ ዝነበርኩ ከም ዘድበልክዋ ናይ ሓንቲ ስለ ዝነበረት እቲ ተረፉ ብላዕሊ ዝወጸ ከኣ ንእሽተይ ነይሩ ክንዲ ዝኸውን ንኻልእ ክጥቀመሉ ይክእል ድየ ስለዚ ከኣ ቁርስ ቁርስ ኣቢለ ከኣ ኣብቲ ከብዱ ገይረዮ ማለት እዩ። ብዝኾነ ገጅፍ ስለ ዝነበረ እቲ ጫፍ ጫፍ ናይታ መትሓዚ ወይ ከዓ ናይታ ፎርም ምልእ ዝበለት ኣይኮነትን ከምዚ ኢላ ወሰን ወሰን ቁርብ ተሪፍዋ ብዝኾነ ግን ዳሓን እያ ፅብቕቲ እያ ፅብቕቲ ኮይናትለይ ብጣዕሚ ሽኮሪና እንድሕር ዳኣ ብዛሓ ኣቢልክን ወይ ኣግጅፍ ኣቢልክን ነቲ ቅጫ ዳሊኽንኦ ግን ማዕረ ማዕረ ክኾነልክኒ ክትሪኦ ከዓ ክፅብቕ መዓት ክኸውን እዩ ብዝኾነ ከምዚ ጌርና ከዓ እቲ ሶሰና ከዓኒ ኣዳሊናዮ ዝፀናሕና ከዓ ኣብ ላዕሊ ከምዚ ጌርና ንብምልኡ ፅቡቅ ጌርና ክሳብ ወሰን ወሰኑ ጫፍ ምልእ ዝብል ክንገብረሉ ኢና ካልእ ከም ተወሳኺ እቲ ቪድዮ እንተ ፈቲናዮ ላይክ እንዳገደፍና ንኽድ ሳብስክራይብ ከይገበርና ንርኢ ዘለና እንተ ሃሊና ከዓ ሳብስክራይብ ምግባር ኣይንረስዕ ብጣዕሚ ዓብይ ምትብባዕ ስለ ዝኾንና ዓይ ከምዚ ጌርና ንኩሉ ምልእ ኣቢልና ምድብድ ኣቢልና ፅቡቅ ምስ ኮነልና ከዓ መሊእና ኢና ምስ በልናዮ ምናልባት ሓላፍ ዘላፍ ከይከውን ኣመዓራሪ እንዳበልና ናብቲ ኩሉ ቦትኡ ከምዚ ኢላ ሽኮር ኢና ምስ ኮነትልና ከዓ ኣቐድም ኣቢልና ፎርንና ወሊዕናያ ፀኒሕና ረሲኑ እዩ ምስ በልናዮ ቁሩብ ሚእትን ሰማንያን ግራድ መታን ቁሩብ ዝሕል ክብለልና ሚእትን ሰማንያን ግራድ ጌርና ከዓ ንርብዓን ሓሙሽተን ደቂቕ ዝኣክል ኣብኡ ከዓ ካልእ ግዜ ነብስላ ማለት እዩ ከምዚኣ ኢላ ከዓ መን ነገረኪ መን ነገረኪ ሽኮሪና ዝኮነት ክንበፅሕ ድዩ በፅሕቲ መፅዮምና ድዩ ወላ ንዕና ሰሪሕና ኣዳሊናዮ ንቅንሞ ኣብ ፍርጅ ገይርና ብውዑዩ ድዩ ብዙሕሉ ድዩ ክንምገባ ንክእል መን ነገረኪ ሓሰይ ዝኮነት ኪሽና ኣዳሊና ኣለና ማለት እዩ ፈቲኹማ ክትኮኑ ደጊመ ተስፋ እንዳገበርኩ ብካልእ ቪድዮ ክሳዕ ዝምለሰኩም ብሩኽ ቅነ